መዓረይ ኢና ደምና ኣፍሲስና ኣላ ግን ካዓ ሓይልና ናብ መን ይዓቢ ካዓ ሽዑ ንራኣኣ ኢና ኣብ መቀለ ማለት እዩ።
ዳዲኤል ኤደን ንተጋዳላይ ክቢ ከቢድ መጠንቀቅታ ሂዋቶ። ሰላምታ ኣይረሳዕኹን ክቡራት ቤተሰበይ ከመይ ኣለኹም ደሓን ዲኹም በብዘለኹምዎ ሰላም ፍቅሪ ቅሳነት ራህዋ እናተመነኹ ነዚ ገዛ ሓደሽቲ ዝኾንኩም ከምቲ ልሙድ ላይክ ሸር ሳብስክራይብ ብምግባር ሃናጺ ርእይቶኹም ኣይፈለየኒ ክብለኩም ይፈቲ እምበኣርከስ ናይ ሎማዓንቲ ኣድያና ወይ ከዓ ትሕዝቶና ብዛዕባ ሞዴል ኤደንና ተጋዳላይ ኪቢ ክልቲኦም ክልተ ጀጋኑ ጠንካራታት እሕዋትና ንህዝቦም ንሃገሮም መስዋእቲ ዝኸፈሉ እሕዋትና እዮም ማለት እዩ። ኣብዚ ሕጂ ሰዓት ግን ንምንታይ እዩ ዘይምርድዳእ ኣብ ክልቲኦም ኣጋጢሙ ዘሎ ብጣዕሚ እዩ ዝገርም። ኣብዚ ሕዚ ሰዓት ሞዴል ኤደን ንተጋዳላይ ኪቢ ሓውና ከቢድ መጠንቀቕታ እናሃወቶ እያ ትርከብ። እዚ ዝኾነሉ ምኽንያት ደሞ ኣብ ዝሓለፈ ክልቲኦም ተጋጭዮም ነይሮም፣ ይኹን ደኣ እምበር ይቅርታ ሓቲቶም ተራዳዲኦም ነይሮም እዮም። ግን እዚ ሓውና ዝኾነ ናይ ርእሲ ጭንቀት ኣለዎ ይመስለኒ ኣብ ላይቭ ክልተ ሻዕ ኣብ ሰሙን ኣትየ ትብል እዛ ሓፍትና ግን ደሞ ክልቲኡ ግዘ ናብ ትግራይ ንዒ እሞ ሂወትኪ ሒዝክያ ተተመሊስኪ እናበለ ይፍክረለይ እያ ትብል ዘላ ማለት እዩ እምበኣርከስ ክቡራት ቤተሰበይ እንታይ ኢና ትኾንውን ለና ብሓቂ ብጣዕሚ ኢና ኣብዚ ሕጂ ሰዓት ባዕልና ልባዕልና ክንዲ ንተሓላለ ባዕልና ልባዕልና ክንዲ ንራዳዳእ ባዕልና ልባዕልና መልሳ መልሲ እናተወሃሃብና ንውዕል ባዕልና ልባዕልና ንጫኻኸን ልምንታይ ተጋሩ ኣሕዋተይ ተጋብርና ይኸፈእሎ ስለዚ ክቡራት ኣሕዋተይ እንተተኽኢሉ ብሓሳብ ክንራደዳ ኣለና። እዞም ኣሕዋትና እዚኦም ጀጋኑ ክልቲኦም ንትግራይ መስዋእቲ ከፊሎምላ እዮም። ክልቲኦም ደሞ እቲ ዝኣኽሎም ተዋፂኦም እዮም። ግን ደሞ ኣብዚ ሕዚ ሰዓት ንሞዴል ኤደን ኪቢ ሓውና እናፋራርሓ እዩ ዝርከብ ማለት እዩ። ንሳ ደሞ ዝተሰምዓ ስምዒት ኣብዚ ሕጂ ሰዓት ከቢድ እዩ። ምኽንያቱ ኣነ ሓዳርካ ናብራኻ ኣየፋታሕኹኻን እየ፣ ኣነ ምንም ዝገበርኩ ኣብ ልዕሌኻ የለን፣ ግን ንስኻ ትዛረቦ ዘለኻ ግን ትኽክለኛ ኣይኮነን እዩ እያ ትብል ዘላ ማለት እዩ። እምበኣርከስ ክቡራት ቤተሰበይ ብሓቂ ናብዚ ቪድዮ ከብለኩም እየ እሞ ንስኹም እውን ሓሳብኩም ወይ ከዓ ርእይቶኹም ኣብ ቦታ ኮመንት ትፀሓፍሉ ኢኹም። እቲ ላብዚ ቪድዮ ናይ ሞዴል ኤደን መጠንቀቕታ ዝሃበቶ ናብኡ ከብለኩም እየ። ሰናይ ምክትታል ይኹነልኩም። ላይክ ግን ከይትርስዑ ኢኹም ምኽንያቱ ላይክ ንኣይይ ዓብዪ ጥቕሚ ኣለዎ እዩ።
እግርኻ ስለ ዝተቆረፅካስ ትግራይ እሺ ልማዓንቲ መፅአ እኒኹ ናይ መጠንቀቕታ ቪድዮ ሒዘ እየና ሶ ንዚ ቆልዓ እዚ ማለት ንዚ ቆልዓ እዚ መጠንቀቕታ ሒዘ ልመፅእ እኒኹ ምክንያቱ ኣብ ሰሙን እዚ ክልተ ግዜ ኣብ ላይቭ ኣትየ እኒኹ ኣብዘን ልኣትኩለን ክልቲኤን ግዜ መቐለ ንዕሞ ብሂወት ትምለሲ ድኺ ኦር ገለ ድኺ ፈኸራታት ዝተመልኦ ዘረባ ብጣዕሚ ካብ ለኩም ላዕሊ ፈኸራታት ዝተመልኦ ዘረባ ኣብ ኮሜንት መጽኡ ይጽሕፍ ነይሩና ሓዚ በል ክነግረካ ኣነለ ማለት እዩ መጀመርያ ነገር ክመጽእ እያ እዛ ትግራይና ምናብ ኮን ተሽዑ ንፋልጥ ተረዲእኻኒ ክልቲኤና መዓር ኢና ደም ናፍሲስና ኣላ ግን ከዓ ሓይልናና መን ይዓቢ ከዓ ሹ ንረኣ ኢና ኣብ መቐለ ማለት እዩ ኻልኣይ ነገር ለለ ኣብ ሚድያ ኣውፂኻዮ ብዛዕባ ሰበይትኻ ብዛዕባ ሰበይትኻ ባዕልኻ ኢኻ ሚድያ ኣውፂኻዮ ኣብ ሚድያ ማለት ከዓ ንህዝቢ ኣስተያየት ክህሉ ኢኻ ወፂኻዮ ወዶ ንሕና ከዓ ኣስተያየት ይበ ኣነ ከዓ ዝተረኣየን ነገር ነጊረካ ልክዕ ልክዕኻ ስለተናገርኩኻ ኤደን ይኹን ከየፋትሐካ ካብ ሓደርካ ንስኻ ግን መፂኻ ኣብ ኮሜንት ኣሓዳሪ ልፋታሕ ከምስኺ ኢኹሞ ክቐትለኪ እየ ከንጠልጥለኪ እየ ክሓንቀኪ እየ ክሓርደኪ እየ ቐ ክዝልዝለኪ እየ ዶ ገለ ገለ ዶ ትብል ኔርካ እና እቲ ስልኪ ክመጽእ እየ ለሸንዳ ክመጽእ እየ ኣሸንዳ ተለይ መጽየ ጥምቀት ኣብ ራያ ንራኸብ ካብኡ ሓይልና ናብ ኣድሃ ምልዓብልል ሽዑ ንረኣ ተረዲእኻኒ እዛ ትግራይሲ ል ናበይንኻ ኢኻ ምሲልካያ ለለኻ ላብ ሶሻል ሚድያ ኣምፂኻ ባዕልኻ ብሰንኪ ህስነትካን ህዝውነትኻን ብሰንኪ ፋሕሸውሸው ዝበለ ስራሕትኻን ድንቁርናኻን ላብ ሶሻል ሚድያ ሰበይትኻ ሒዝካ ወፂኻ ኣነ ከዓ ኣስተያየት ይበካ

ሰሩ ኢኻ ኔርካ ቅድሚ ሐዚ ለለ ካልኣይ መጺኻ ሐዚ ኣብ ላይብ መጺኻ ትፍክር ለኻ የራኽብነት ጸገም የብሉ ኣብ ትግራይ ክመጽ እየ ላብ ትግራይ ርገጽ እያሞ መሬት ትግራይ ተረጊጽኽያ ለመጽ ትኾነኪያ ገለ መን ኢኻ ወደይ ስኻ መን ኢኻ ወደይ ታይ ታይ ሕልፍ እኒኤካ ስኻ ንኣየይ ታይ ትሕልፈለይ ትኽእል ፋሕሻው ማለት ኣነ ተልፀርፈካ ነይረ ካልእ ምፀረፍኩካ ነይረ መዓት ዝግብኡኻ ፀርፍታት እኒው ባኮ ርእሱ መዓት እኒኤኒ መዓት መዓት ንኣኻ ልኾን ጸርፊ ማለት እዩ ጀስት ሃመይ ለኸ ሰበይትኻ ለየኽብርኻ ሲ ልሰበይትኻ ለየኽብርኻ ላብ ኣደባባይ ላብ ህዝቢ ውፅ ሒዝካ ወፂኻ እነቆል ዓድኻ ምግቢ ለይሃብኻ ድራር ለይሃብኻ ድራር ድራር ሰበይትኻ ዳሃብካ ድራር ቆልዓ ለይሃብካ ላ እይትኽብረኒ ኢኻ ማለት ለይሕሰብ እንድዩ ግን ኣነ ክብረይ ስለ ልፈልጥ ሃምልተኽብረኒ ገብረካ እዩ ተረዲእኻኒ እንድሕር ንራኸብ ኮይና ንራኸብ ኢና እንድሕር ከም ፈኸራኻ ኮይና ማለት እዩ ንመን ኢና ትብጻሕ ከኣ ሽዑ ንሪኣ ኢና ኣነ ትግራይ ማለት ናይ ኩለና ተጋሩ እያ ኢለ ልሓስብ ነይረ ዶ እስኻ ግን ናበይንኻ ጌርካ ኢኻ ሓሲብካያ እንታይ ታሪኽ ነርካ እስኻ እንታይ ታሪኽ ነርካ መን ኢኻ እስኻ እግርኻ ስለ ዝተቆረጽኻስ ትግራይ ናበይንኻ ኢኻ ማዕረኻ ደመብሲስና ኢና ኣብቲ ኣብ ላይቭ መጺኻ ዝኹሉ ህዝቢ እስኻ ትፍክር መን ይዕድል ሃበካ ሶ ሕዚ ለ ቪድዮ ገይረ ቀሚጠልኻ እኒኦኹ እዚ ቪድዮ እዚ ክመፅእ ኣሸንዳ ኣሸንዳ ተለይ መፅኤ እግዚኣብሔር ሰላም ተለይ ኾይኑ ዓድና ሰላም ይግበሮ ሰላም ተገይርዎ መፅኤ ኣሰንዳ ሰላም ተለይ ኾይኑ ግን ጥምቀት የራኽበና ኣብ ራያ እሺ ሃናን እዚኦም ንዚኦም መዓት ፈራታት መሊኦም ሓንጎር ርእሶም ምንም ለይተሓፀበ ካብኡ ልልዚኦም ተመርዒኸን ካብኡ ድሓር መውፅእ ትስእና ከምዚኦም ዝበለ ኣወዳት ኣይጠቕምኹም እዩ ሃዝለይ ከምዚ ዝበለ ልሕማም ካብ ድቑርፀት እዩ ኸም ከም ሽሮ ዘይበሰለት ንኻብዲ ከም ቁርፀት እየ ክኾነክን ከምዚ ዓይነት ወዲ ኣየድልየክንን ምንም ጥቕሚ የብሉን ተረዲእኽናኒ ኢኻ ጅቡኡ ኢኻ ርእሱ ክቡራት ቤተሰበይ ናይ ሞዴል ኤደን ሓፍትና ሓሳብ ሰሚዕኹምዎ ክትኮኑ በዓልቲ ምልእቲ ተስፋ እየ ንተጋዳላይ ክቢ ሓውና እያ እዚ መጠንቀቕታ ሂዋቶ ዘላ ማለት እዩ ምኽንያቱ ንሳ ከም ዘፋራርሓ ዘሎ እያ ትዛረብ ዘላ ከምኡ ውን ኣነ ሓዳሩ ናብርኡ ተፋቲሐ ኢሉ ኣብ ዘውጸኦ ሓሳብ ግድን ኢኻ ክትህብ ማንም ሰብ ሓሳቡ ክህብ ደሞ መበት ኣለዎ እዩ ስለዚ ክቡራት ቤተሰበይ እዞም ኣሕዋትና እዚኦም ዘይምርድዳእ ኣብ ሞንጎኦም ገጢምዎም ኣሎ ማለት እዩ። ስለዚ እዚ ንዓና ኣየጥዕመልናን እዩ። ክንተሓላለ፣ ክንፋቐር፣ እሂን ምሂን ክንበሃል፣ ክንረዳዳእ ደኣ እዩ ዘለና እምበር ማንም ሰብ ጸላኢ ከም ዝኣትየና ባዕልና ንባዕልና ተጋሩ ኮይና ኣብ ዘይኮነ ቦታ ክንርከብ የብልናን ማለት እዩ። እምበኣርከስ ክቡራት ቤተሰበይ ናታትኩም ሓሳብ ወይ ከዓ ርእይቶ እውን ኣብ ቦታ ኮሞንት ትፅሓፉለይ ኢኹም። ምኽንያቱ ፍፁም ሰብ የለን ፍፁም እዝጋብሄር እምበር። ስለዚ ተተኺኢሉና ንዞም ኣሕዋትና እዚኦም እውን ክንዓርቆም እዩ ዘለና። ከምኡ እውን ኣነ እውን ተተጋግየ ኣብ ቦታ ኮሞንት ፅሓፉለይ ኢኹም። ስለ ዝነበረና ፀንሒት እዚ ይመስል ነይሩ። ብዝቕፅል ብኻሊእ ትሕዝቶ እስካብ ዝመፅእ ስሰናዩ ንዓኹም እናበልኩ ንዚ ቪድዮ እተፈቲኹምዎ ላይክ ሸር ሳብስክራይብ ብምግባር ሃናጺ ርእይቶኹም ኣይፈ።